ሰላም ሰላም ዝኸበርኩም ተኻታተልቲ መዴብ ኤሪ ፋሚሊ ከመይ ኣለኹም ኣነ ኣምላኽ ይመስገን ብጣዕሚ ሰኔ ኣለኹ ከምቲ ኣነ ጽቡቕ ደለኹ እስኹም ከኣ ሰናይ ክትህልዉ ናይ ወትሩ ድሌት እየ ማለት እዩ ንሎሚ እምበኣር ብሓደ ፍልይ ድበለ ቪድዮ እየ ሒዘልኩም መጽየ ዘለኹ ኣርእስቱ ማሳጅ ዝብል እዩ ማሳጅ ኩላትና ኣምር ህልወና እዪ ያእ ኣብ ኣካላትና ዝግበር ድዩ ኣብዚ ክሳድና ንዝርከቡ መትንታት ድዩ ኣብ ሕቆ ድዩ ኣብ ዝተፈላለዩ ክፋል ኣካላትና ኮታስ ንዝርከቡ መትንታት ንምዝናይ ወይ ከዓ ረላክስ ንምግባር ንጥቀመሉ መስርሕ እዩ ማለት እዩ ማሳጅ ኣብ ዝተፈላለዩ ቦታታት ኬድና ክንገብሮ ንኽእል ኢና ኣብ ሓደ ሓደ እውን ክብር ንበለ ኣሎ ፕሮፌሽናልስ ማሳጅ ዝገብሩካ ማለት እዩ ኣነ ግን ንሎም መዓንቲ ሒዘ ምስ ዝለካ ርእሲ ማለት እዩ ኣኩ ፕሬር ማት ትብል ኮይኑ ወይ ከዓ ናይ ናይ ማስና ኮይኑ ከመይ ጌርና ኣብ ገዛና ከም ንጥቀመሉ እየ ከርእየኩም ደልየ እዛ ኣኩ ፕሬዠር ማት ብዙሕ ጥቕሚ እዩ ዘለዋ ከምዚ ትሪእዋ ዘለኹም መጀመርያ ርኢ ክተብላ ከለካ ብጣዕሚ እዩ ተፍርሓካ ምክንያቱ ኣብዚ ካብ ፕላስቲክ ዝተሰርሐ ኣዝዩ ተሪር ብዙሕ ኣስናን ኣሎ እዚ ኣስናን እዚ እሱ እዩ ንዓና ማሳጅ ኽገብረልና ማለት እዩ ኣብቲ ኖርማል ማቻት ሰብ እዩ ማሳጅ ዝገብረካ እዚ ዝኹ መንፀፍ ግን እዚ ዘሎ ኣስናን ንሱ ማሳጅ ዝገብረካ ማለት ከምዚ ትሪእዋ ዘለኹም ክልተ ክፋል ኣለዋ እቲ ሓንቲ በጥ ኢልና ብሕቆና ንድቅሰላ እዛ ሓንቲ ከዓ ኣብ ክሳድና ንጥቀመላ ማለት እዩ ኣብ ክሳድና ክንገብራ ንኽእል ከምኡ ከዓ ወላ እውን ኣብ እግርና ክንገብራ ንኽእል ኢና ማለት እዩ ኣጠቃቅሙ ሓላይ ከሪእክኒ ንምንታይ እዚ ሒዘ መፅኤ ሓደ ሓደ ግዜ ኣብ ሕቖኻ ድዩ ኣብ ክሳድካ ድዩ ዝኾነ ከምዚ ምጭብባጥ ናይ ጭዋዳታት ከጋጥመካ ክእል እዩ። ካብኡ ብተላዕሊ ከኣ ዝተፈላለየ ቃንዛ ክስመዓካ ክእል እዩ። ሓደ ሓደ ግዜ ውን ብርቱዕ ቃንዛ ክስመዓካ ማለት እዩ። ንኣብነት ድሕሪ ስራሕ። ጸቕጢ ክስምዓካ ይኽእል እዩ፣ ወይ ብዝተፈላለየ ኣጋጣሚታት ዝኾነ ኣካላትካሲ ብሓጺሩስ ኣንሪላክስድ ክኸውን ይኽእል እዩ። ነዚ ከመይ ጌርካ ከም ተፋኹሶ ድብል ክስታይ ዝብል ክምጽእ። ከምኡ ጥራይ ደይኮነ ከኣ መቕርብና ወይ ቤተሰብና ክህልዉ ይኽእሉ እዮም፣ ኣብ ዓዲ ማለት እዩ፣ ብዙሓት ብናይ ሕቖ ቃንዛ ዝሽገሩ ሰባት ኣለዉ ማለት እዩ። ሕጂ ተቖንዚና ኢሎም። ብምቕንዛው ጥራይ እዩ ዝፍጽሙ ማለት እዩ። እዚኣ ግን ካብ እቲ ቃንዝኦም ከተናግፎም ትኽእል እያ ወይ ከኣ ማለት ነቲ ዘለካ ቃንዛሲ ረዲዩስ ክትገብረልካ ወይ ከኣ ክተጉድለልካ ትኽእል እያ ማለት እዩ። ስለዚ ክብርቲ ኣይኮነትን ኣብ ኣማዞን ክንረኽባ ንኽእል ኢና ወይ ከኣ ኣብ ኦቶ ክንረኽባ ንኽእል ኢና ዋጋ እውን ፌር እዩ እቲ ዋጋ ብሰላሳ ቅርሺ ብገለሲ ክንረኽባ ንኽእል ኢና ማለት እዩ። ኣብ ገዛና ኣብ ዝደለናየሉ ሰዓት ኣውጺእና ክንጥቀመላ ንኽእል ኢና። ንብዕድመ ዕብ ኢሉ ዝበሉ ከኣ ናይ ሕቆ ዘለዎም ሰባት እውን ሪኮመንድ ክንገብሮም ክነሪም እውን ንኽእል ኢና ማለት እዩ። ከምዚኣ ናትኩም ኣብ ገዛኹም ከምዚ ዓይነት ጸቕጢ ክስምዓኩም ከሎ ወይ ከምዚ ዓይነት ናይ ቃንዛ ሕቖ ክስምዕኩምና ትኽእሉ ኢኹም ክብሎም ንኽእል ኢና ማለት እዩ። እዛ ናይ ማሳጅ መንፅፍ ማለት እዩ ንብዙሕ ዓመታት ኣብ በዓል ከም በዓል ቻይና በዓል ራሻ ዝጥቀሙሉ ዝነበሩ ክስታ እዩ ሲስተም ማለት እዩ ኣነ ከዓ ሕጂ ናባኻትኩም ኢንትሮዲስ ክገብሩ ከተኣታተዋ መሪፀ ኣለኹ ማለት እዩ ያ ብዙሕ ተዛሪብና ከመይ ጌርካ ከም ትጥቀመላ ሕጂ ከርእኩም ማለት እዩ ሶ መጀመርያ ከምዚ ገና ምስ ኣንጸፍናዮ ማለት እዩ ከምዚ እና ንጥቅስ ማለት እዩ ከምዚ እና ቀስ ኢልና ከምዚ እና ቀስ ኢልና ንድቅስ ማለት እዩ ከምዚ እና ምስ ደቀስና እንዳጸናሕና ብድኸድናሉ መጠን ማለት እዩ እቲ እሾኽ ናይ ዝነጸፍ እናወጋእና እዩ ዝኸይድ ማለት እዩ። ብድሕሪኡ ንሕና ከኣ ፊል ንገብሮ ይስማዓና ቀስ እናበለ ቀስ እናበለ ከይድ ማለት እዩ። እንተ ደኣ ፊል ዘይጌርናዮ ግን እቲ ቀንዲ ፈውሲ ወይ ከኣ ነቲ ቀንዲ ነቲ ቃንዛ ዘጉድሎ ነገር እቲ ምውጋእ ናይቲ እሾኽ ስለ ዝኾነ ማላይና ክነውጽኦ ንኽእል ኢና ማለት እዩ። ስለዚ ከምዚ ኢልና ንጽንሕ ማለት እዩ። ሕጂ ኣብቲ መጀመርያ ብፍላይ ማለት እንተ ክዳንና ኣውጺና ንጥቀመሉ ንኸ ናይ መጀመርያ ከምዚ ብርቱዕ ሓዊ ነገር ማጭማጭማጭ ደብል ነገር እዩ ዝስማዕካ ደሓር ግን ንሱ እቲ ሓዊ ነገር ቀስ እናበለ እንዳዝሓለ እንዳዝሓለ ብድሕሪኡ ከምዚ ናይ ሓጎስ ዓይነት ስምዒት ይመጸካ ማለት ደስ ደብል ዓይነት ስምዒት ይመጸካ ማለት ከምኡ ዓይነት ስምዒት ክመጸካ ከሎ እቲ ንዓኻ ዝስማዕካ ዘሎ ናይ ሕቖ ቃንዛ ድዩ ናይ ክሳድ ቃንዛ ድዩ እንዳጎደለ ከይድ ማለት እዩ

ቀስ እንዳበለ ሽዑ ያህ ዳተሰማዕና ዳወግኣና ዳተሰማዕና ዳወግኣና ዳተሰማዕና ይመጽእ ማለት እዩ። ብኸምዚ እቲ ቃንዛና እንዳጎደለ እንዳጎደለ እንዳጎደለ ይመጽእ ማለት እዩ። ተመሳሳሊ እቲ ሓሳብ ከኣ ማለት እዩ በዚ ከብዲ እግርና በዚ ከብዲ እግርና ውን ክንጥቀመሉ ንኽእል ኢና ማለት እዩ። ብከብዲ እግርና ክንጥቀመሉ ከለና ሕጂ ቁሩብ ቃንዛ ነገር ዝስምዓካ እዩ ንምንታይ እቲ ናይ ኣካላትና ኩሉ ክብደት ኣብዚ ንረግጸሉ ስለ ዘለና ማለት እዩ ከም ሕቆና ኣይኮነን ሕቆና ክንድቅስ ከድና ሕቆና ገሊኡ ፍርቁ ኣብ መሬት ፍርቁ ኣብ ስለ ዝኾነ ብዙሕ ኣይሕመናን ማለት በጢልና ስለ ዘለና ማለት እዩ ብእግርና ግን ኩሉ ናይ ኣካላትና ክብደት ኣብቲ እግርና ዝፀዓን ስለ ዘሎ ቁሩብ ቃንዛ ነገር ክስምዓና ኸል ግን ጥዑም ቃንዛ እዩ ስለዚ ከሪእኩም እዩ ማለት እዩ ሕራይ እምበኣር እታ መንጸፍ ማለት እዩ ከምዚ ጌርና ኣብ መሬት መጀመርያ ነንጽፋ ማለት እዩ ርዱእ እዩ ኣብ ኣነጻጽፋ ግን ሓደ ነገር ክንጥንቀቕ ኣለና ማለት እዩ ከነንጽፋ ከለና ኣብ ተሪር ቦታ ድና ነንጽፋ ወይ ከዓ ኣብ ልስልስ ዝበለ ቦታ ድና ክነንጽፋ ክንውስን ኣለና ማለት እዩ ከም ጀማሪ ግን እቲ ኣእሾኽ ብጣዕሚ ተሪር ስለ ዝኾነ ብጣዕሚ ስለ ዝዋጣልካ ማለት እዩ ኣብ ልስልስ ዝበለ ቦታ ክተንጽፎ ይሓይሽ ምኽንያቱ እንተ ብታሕቲ ኣብ ልስልስ ዝበለ ኣንጺፍካያ እስኻ ኣብ ርእሲኡ ክንዲ ኣብ ፉርሳ ኣቢሉ ይወግኣካ ማለት እዩ ከምዚ ብዚ ኣነ ኣብዚ ዕንጨይቲ ጌረዮ ዘለኹ ግን እንተ ከምዚ ጌርካዮ ኣትሪሩ ክወግኣካ ይኽእል እዩ ኣትሪሩ ክወግኣካ ከሎ ከዓ ቁሩብ ቃንዛ ክስምዓካ ይኽእል እዩ ማለት እዩ ባይዘወይ እቲ ናይዚያ መንፀፍ ኣጠቃቅማ ማለት ምስ ምልማድ ተተሓሓዙ እንዳለመድካዮ ክትመፅእ ከለካ ሰሙን ክልተ ሰሙን እንዳተጠቀምካሉ እንተደኣ መፂኻ እቲ ቃንዛ ውን እንዳጎደለ እቲ ክወግኣካ ከሎ ዝስምዓካ ከምዚ ሸቅ ዘብል ዓይነት ነገር ማለት እሱ እንዳጎደለ መጽእ ነብስካ ብኡ መጠን ካኣ ማለት እዩ ንዓካ ሪላክሰሽን ዝስምዓካ ወይ ካኣ ከምቲ ሓኻይም ዝብልዎ ማለት እዩ ካብ ኣእምሮካ እቲ ናይ ሓጎስ ትባሃል ሆርሞን ንሶም ይምንጭው ማለት እዩ ስለዚ ክንጥቀመሉ ክንክእል በትናትና ውሳኔ ክሳኽ ክኾን ኣለዎ ኣበየናይ ንጥቀመሉ ይወግኣና ኣሎ ድዩ ወይ ደሓን እዩ ባዕልና ኢና ክንውስን ካልኣይ ነጥቢ ከኣ ማለት እዩ መጀመርያ ክንጥቀሞ እንተ ጀመርቲ ኮይና ማለት እዩ ማልያ ጌርና ክንጥቀመሉ ተመረጽ እዩ ክዳውንቲ እንተ ተደራሪብና ጽቡቅ ኣይኮነን ምክንያቱ ክወግኣና ይክእልኒ ኣየርክብ ንደብን ኣብ ስና ብናብ ሕቆና ማለት ወይ ናብ ክሳብና ማለት ኣስዋይ እንታይ ክንገብረና ኣብቲ መጀመርያ ንጅምረሉ እዋን ረቕቕ ዝበለ ማልያ ብውሽጢ እውን እንተኾነ ዓይነት ክዳውንቲ ተደይገብርና ፅቡቕ እዩ። ንኣብነት ከም ብራቴለ ምሳሌ ኣውፂእኻ ክትጥቀመሉ ይምረፅ። ጥራይ ነብስኻ ከም ጀማሪ ኾንካ ክትጥቀመሉ ቅርብ ክብድብድ እዩ ምኽንያቱ እቲ ዝወግኣካ ከም ዝገራጭ ዓይነት ምሳሌ ኣብቲ መጀመርያ ኣይትፃወረልካ። That's why መጀመርያ ብዘይ ብራቴለ ማራ ጌርካ ጀምር ማለት እዩ ሽዑ ባዕልኻ ክትመዝኖ ኢኻ የቖንዝወካ ኣሎ ድዩ ኣይቖንዝወካን ወይ ትኽእሎ ዲኻ ኣይትኽእሎን ባዕልኻ ትውስን ማለት እዩ። ድሕሪኡ ድሕሪ ኣርባዕተ ሓሙሽተ መዓልቲ ልምድ ምስ ኣበልካዮ ዋላ ክሳብ ኣብ ዓራትካ እውን ኣንጺፍካዮ ክትድቅስ ትኽእል ኢኻ ምኽንያቱ ነቲ ምውጋእ ኣካላትካ ለሚድዎ ስለ ዘሎ ማለት እዩ። ብሕቖኻ ጥራይ ደይኮነ ከኣ እትጥቀመሉ ዋላ ብእግርኻ እውን ክትጥቀመሉ ትኽእል ኢኻ እሱ ዳሕራይ ከርእየኩም እየ ማለት እዩ። ሕጂ ከመይ ጌርና ብሕቖኻ ንጥቀመሉ? ተሪፉኒ ማለት እዩ ስለዚ ማለት እዩ ቀስ ኢልና የማን ትግርና መጀመርያ ንጅምር ማለት እዩ እጅ ልክ ከምዚ ከምዚ ኣብ ጆያ ትረግፅ ዘለካ ጥራይ እግርካ እዩ እቲ ዝስምዓካ ስምዒት ማለት እዩ ብጣዕሚ እዩ ዝውጋእካ ብልሕ ብልሕ ዝበለ ብጣዕሚ ዝውጋእካ ማለት እዩ ብድሕሪ ግን ሽዑ ከም ዝረስን ነገር ስምዓካ እሞ ቀስ እናበለ ግን ትረስን ነገር ይጎድፎ ማለት እዩ ንሪኢካ ለይቲ እግርና ንስዕባ

ልክዕ ከምቲ ኣብዚ ከብዲ እግረይ ዝስማዓኒ ደሎ ኣብ ሕቁና ውን ከምኡ ክስማዓና ይክእል ኣሎ ስፔሻሊ ክዳንና ኣውጺና እንተ ኣክሳይ ንገብረልና ማለት እዩ ገለ ገለ ሰባት ሕጂ ንኣብነት ማራ ይፈትዎ እሞ እቲ ዘለዎም ቃንዛ ናይ ሕቆ መቸም ፎጤና ብጣዕሚ እዩ መሪ ብጣዕሚ እዩ ብርቱዕ ኣይከኣልን ኢካ ወላ ድቃስ ከልኣካ ማሲ ብጣዕሚ እዩ ጸቕጢ ዝፈጥረልካ እቲ ቃንዛን ኣካልካ ማለት ሕጂ ገለ ገለ እንታይ ይገብሩ ማለት እዩ ብናጻ ክልጥቆምላ ሒዞሞ ዶ ድቅሶም ኣን ኣለዉ እቲ ስምብል ስራሕ ከመይ ጌሮም ኣብ እሾኽ ደቂሶም ሓግር ትብል ግን ካብቲ ቃንዛ ሕቆ ድኸፍእ ነገር ስለ ዘየለ እዚ ከኣ ነቲ ቃንዛ ስለ ዘጉድለሎም ሒዞሞ ክድቅሱ ይመርጽ ማለት እዩ ያ ንሎማዓንቲ ሒዝዮ ዝመጻኹ ሓሳብ ብዛዕባ እዛ መንጸፍ እዩ ነይሩ ማለት እዩ እንተ ደኣ ነዛ ቪድዮ ፈቲኹማ ላይክ ግበሩለይ ሼር ግበሩለይ ካልኦት ንክፈልጡ እውን ኣባጽሑሎም ማለት እዩ ካልእ ቪድዮ ክሳዕ ንራኸብ ሰላም ኩኑ ቻው።